ኤርትራ ኣብ ዋሽንግተን ዲሲ ዝርከቡ ኣባላት ህዝባዊ ግንባር ሓርነት ኤርትራ ሰልፊ ዲሞክራሲ ነቲ ጸላእን ፈታውን ዘዛረበ ታሪኻዊ መደረ ተጋዳላይ ሃይለ ወልደትንሳኤ ድሩዕ ናብ ህዝቢ ከላልዮ ስለ ዝደለዩ ሓጺር መእተዊ ስለ ክገብር ስለ ዝተወከሱኒ'የ ኣብ ቅድሚኹም ቀሪበ ምስክርነተይ ዝህብ ዘለኹ። ድሩዕ ካብ ዝእሰር ክልተ ዓመቱ ቀሪቡ ኣሎ። ብዘይካ ኣሰርቱ ሞይቱ ድዩ ብህይወቱ ኣሎ ዝፈልጥ ሰብ የለን። ድሩዕ ኣብ ዘየለወሉ ንሱ ዘልዓሎም ጉዳያትን ብዛዕብኡን ክትዛረብ ብጣዕሚ ከቢድ እዩ። ከምኡ ስለ ዝኾነ ከኣ ነቲ ንሱ ዘልዓሎም ነቶ ነቲ ንሱ ዘልዓሎም ጉዳያት ብዝከኣል ኣብ ውድዓዊ ክውንነት ተመርኪሰ ምስግንነተይ ክህብ ክፍትን እየ። ክቡር ህዝቢ ኤርትራ። ተጋዳላይ ሃይለ ወልደትንሳኤ ሚኒስተር ጉዳይት ወጻኢ ኤርትራ እንከሎ፣ ኣብ ነሓሰ ክልተ ሽሕ ዓመተ ምህረት ኣብ ፍራንክፈርት ፈስቲቫል ንክሳተፍ ዝመጸ ህዝቢ መደረን ኣስተምህሮን ገይሩን እዩ። መደርኡ ኣብ ካሴት ስለ ዝተቐድሐ ከኣ ሕጂ ህዝቢ ኣብ መንጎ ሓሶትን ሓቅን ዘሎ ርሕቀት መታን ንክፈልጥ ይዝርጋሕ ኣሎ። ኣብ ውሽጢ እቲ ናይ ሰዓታት መደርኡ፣ ድሩዕ ንሳልሳይ ወራር ወያነ ኣመልኪቱ ነዊሕ መደረ ገይሩ ነይሩ። ኣብ ሳልሳይ ወራር ወያነ፣ ህዝቢ ኤርትራ፣ ሓይልታት ምክልኻሉን ስለ ዝመከቱ እንተዘይኮይኑ፣ ወያነ፣ ኣጣላቒዮምና ነይሮም ዝብል ምሉእ ሓሳብ ይርከቦ። ነዛ ኣጣላቒዮምና ነይሮም እትብል ሓረግ ካብ መንፈስን ዕላማን መደረ ሃይለ መዝሒቖም ብምውጻእ፣ መራኸቢ ብዙሓን መንግስቲ ብቕሉዕ፣ ዕሱባት መንግስቲ ዝኾኑ ሃሱሳትን ወይጦታትን ድማ ብሕሹኽሹኽን፣ ብታሕቲ ታሕትን ካልእ ፈላላይን በታንን ቀመማት ወሲኾም ንሃይለ ንምንዋርን ንምክፋእን ዘይገበርዎ ነይሮም ክበሃል ዘይገበርዎ የለን ክበሃል ይከኣል። ብርእይቶይ ሃይለ ኣብቲ እዋንቲ ካብኡ ንላዕሊ ክብል ኣይክእልን ነይሩ እንተዘይኮይኑ፣ እዛ ቃል እዚኣ ፈኳስ እያ። ኣብ ሳልሳይ ወራር ንመንግስቲ ኤርትራ ዘጓነፈ ፖለቲካውን ወተሃደራውን ስዕረት ከቢድ እዩ ነይሩ። ቁሩብ ንድሕሪት ምልስ ኢልና ኣብ የካቲት ሽሕን ትሽዓተ ሚእትን ተስዓን ትሽዓተን ወያነ ብውግእ ባድመን ከባቢኡን ምስ ተቖጻጸሩ፣ ህዝቢ ከኣ ምስቲ ቂድምኡ ዝወሃቦ ዝነበረ መግለጽን ተጠሊዕካ ፈኸራን እቲ ኩነታት ስለ ዝደንጸዎ ማለት ብሓጺር እዋን ከምኡ ገይሮም ክደፍኡና ምኽኣሎም ምስቲ ክውንነት ወይ ምስቲ መግለጺ ስለ ዘይተሳነ ክሓትት ጀሚሩ። ደሓን እዚ መኻልፍ እዩ ተባሂሉ ከኣ ንህዝቢ ተገሊጹ። ህዝቢውን። ተደዓዒሱ። እዚ ጥራይ ግን ኣይኮነን፣ ብታሕታሕቲ ፕሮፖጋንዳ ናይ መንግስቲ ይሰርሕ ነይሩ እዩ። ንኹሉ ሰብ ሎሚ ጥይት ኳሕ እንድሕር ኢላ ኣብ ግንባር ዓኝተና መረብ ዘሎ ሰራዊትና ዓዲግራት ሰጊሩ መቐለ ክድረር ይበሃል ነይሩ። ኣብ መንጎ ኣብ መረብ ሰቲት ዘሎ ሰራዊትና ከኣ

ወይ ሰራዊት ኢትዮጵያ መላእ ጋሽ ኣብ ራብዕቲ ብሙሉኡ ምስ ተቆጻጸሮ፣ ሰራዊትና ኣብ ከባቢ ከረን ማለት ጥንቁላሓስን የማነ ጸጋም ጥንቁላሓስ ክዓርድ ምስ ተኣዘዘ፣ ህዝቢ ካብ ጋሽ ከዝልቕ እንከሎ ኣረጋውያንን ሕጻናትን ብድኻምን ብማይ ጽምእን ኣብ መገዲ ክሞቱ ምስ ተራእየ እንታይ እዩ ወሪዱና? እንታይ ኢና ኮንና? እንታይ መርገሙ ኢሉ ህዝቢ ኣይተዘረበን ድዩ? ኣይተጨነቐን ድዩ? እዚ ጥራይ ድዩ? ውግእ እኮ ኣብ ኣፍደገ ዓረዛን ዓዲዃላን በጺሑ ነይሩ እዩ። ህዝብና ከኣ ተበታቲኑ እዩ። ጸላኢ ዝረገጾ ቦታታት፣ ህዝቢ ንብረቱን ገዝኡን ራሕሪሑ ኣሃድም እዩ እኮ ነይሩ። ኣላዩ እውን ኣይነበሮን። ከባቢ ዛላምበሳን እምባሰይራን ወያነ ንመጽእ ኣለና እንዳበሉ እንድዮም ሒዞሞ። ባሴራ ሓንቲ መገዲ እንድያ ዘላታ ካብዚኣ ነዚኣ ክንከላኸለላ ስለ ዘይከኣልና ወያኔ ታንክታት ኣብ መገዲ ጸሪቆም ጸሪጎም ታንክታት ኣብ ባሴራ ምስ ሰቐሉ እንታይ ዓይነት ድኽመት ኣብ ውትህድርና ከም ዘለና ኣርእዩና እንድዩ። እሞ ኣብዚ እዋንዚ ሽግር ኣይነበረን ድዩ ዝበሃል ዘሎ? ካብ ዝዓቢ ስዕረት ኣሎ? ካብ ዝዓቢ ውርደት ኣሎ? ልዕሊ ሓደ ሚልዮን ህዝብና ተማዛቢሉ። እሱ ጥራይ ኣይኮነን፣ ደቀንስትዮ ኤርትራውያን፣ ብስራዊት ኢትዮጵያ ተደፊረን እየን። ኣብ ልዕሊ እዚ ካብ ዓሰብ ኣዝልቑ ተባሂሉ ነይሩ እዩ። ታንክታት፣ ከበድቲ መሳርያታት ብምሉኡ ባጽዕ በጺሑ እዩ። ዳህላክ በጺሑ እዩ። ሰራዊት ከኣ ኣብኡ ተሪፉ ነይሩ እዩ። ንሰራዊት ኩሉ መሳርያታቱ ኣሕዲግካ፣ ኣብ ግንባር ዓሰብ ምግዳፉ ንገዛእሱ ጽሉል መደብ ኢዩ። ዓሰብ ምግዳፍ ንገዛእ ርእሱ ኣብ ልኡላውነትና ዓቢ ትርጉም ኣለዎ። ዓሰብ ምግዳፍ ማለት ኣብ ጻዕዳ ሸሓኒ ዓሰብ ነምሓራ ምርካብ ማለት ኢዩ። እዚ ኩሉ ጸገማት እዚ ኩሉ ውርደት፣ እዚ ኩሉ ስዕረት ኣብ ሳልሳይ ወራር ኣየጓነፈን ድዩ? ሃይለ ካብኡ ንላዕሊ ክብል ኣይክእልን ነይሩ እንተዘይኮይኑ ኣብቲ እዋንቲ ነቲ ህዝቢ ዝገለጸሉ ቅኑዕ እዩ ነይሩ። ኣብ ናይጀርያ ኣብ ኣልጀርያ ከድና ስምምዕ ፈሪምና። ስምምዕ ክንፍርም ከሎና ዕስራን ሓሙሽተን ኪሎሜተር ናይ መሬትና ንባዕዳውያን ኣረኪብና ኢና ስምምዕ ጌርና። እዚ ናይ ሳዕሪ ምልክት ድዩ? ናይ ሓይሊ ምልክት ድዩ? ካብኡ እንተዘይርሒቖም ኣይንፍርምን ኢና ስለ ዝበሉ ኢትዮጵያውያን ዶ ኣይኮናን ንሕና ተምበርኪኽና ፈሪምናዮ። ዕስራን ሓሙሽተን ኪሎሜተር ካብ መሬትካ ንባዕዳዊ ኣረኪብካ ምፍራም ንኤርትራዊ መንነትን ንኤርትራዊ ሰብነትን ውርደት እዩ። ግን ካብ ውግእ ዝኸፍእ ስለዘየለ ውግእ ዕንወት ስለዝኾነ ውግእ ሞት ስለዝኾነ ክንቅበሎ ተገዲድና። ስለዚ ብሳልሳይ ወራር ወያነ ዘይተሻቐለ ብሳልሳይ ወራር ወያነ ዘይሓዘነ፣ ሰብ እንተልዩ ንብረት ህዝብን ንብረት ሃገርን ሰሪቑ ዶላራት ዝኣከበ ንህድማ ሃገር ገዲፉ ክሃድም ዝተዓጥቀ በዓል ስልጣን ጥራይ እዩ። ከምኡ ዓይነት ምልክታት ከኣ ርኢና ኢና። ወይድኣ በይኖም ኮይኖም ዝምጉቱ እምበር ደሓን ኣዝሊቕና ክንዋግኦም ኢና ንወያነ እውን ተባሂሉ እዩ። ኣበይ ኮይኖም እዮም ኣዝሊቖም ዝዋግኡ? ጅግንነት ተልዩ፣ መዓንጣ እንተልዩ፣ ስጋብ ሓደ ጥይት ንሕና ክንዋግኦ ስጋብ ሓደ ጥይት ዝተርፍ ክንዋግኦም ኢና እዩ ክበሃል ነይርዎ። ሓላፊ ተጠሊዑ ኣዝሊቕና ክንዋግኦም ኢና፣ ኣስመራ ምስ ኣተወ ኣዝሊቕና ክንዋግኦም ኢና፣ እዚ ደሓን መድረኹ ምስ መጸ ይዝረበሉ ክኸውን። መን ክንዋጋእ ኣለና ዋላ ንዘይትኣምነሉ ውግእ ንኽብሪ ናይ ሃገር ንመንነት ናይ ሃገር መን ክንመውት ኣለና ኢሉ መን ከኣ ክነዝልቕ ኣለና ኢሉ ታሪኽ ባዕሉ ክገልጾ እዩ። ነዚ ኩሉ ኣብ ግምት ኣእትዩ ሃይለ ሕማቕ ኣጓኒፉና ነይሩ። ወያነ ካብ ዝገመትናዮም ንላዕሊ ጸብለል ዝበለ ኣመራርሓ ኣርእዮም። ንዓና ከኣ ኣብ ወጥሪ ኣእትዮምና ነይሮም። ወላእላእ ኣቢሎምና ነይሮም። ኣጣላቕዖምና ነይሮም። ፈኲስ እዩ። ወያነ መሬትና ጠንቃልዓላዕ ኢሎምሉ እዮም። ኣብ መወዳእታ እውን ባዕላቶም እዮም ሰራዊቶም ስሒቦም ካብ መሬት ኤርትራ ወጺኦም እምበር ዘውጽኦም ሓይሊ እውን የለን። እዚ እዩ እቲ ሓቅታት። ስለምንታይ እዚ ኮይኑ? እዚ ስለምንታይ ንዝብል ነዊሕ ጽሑፍ ክጸሓፎ ዝኽእል እዩ ግን ኣመራርሓ ስለ ዘይነበረ እዩ ሓደ ንሓደ ንምውንጃል ኣይኮነን ሓቂ ስለ ዝኾነ እየ ዝዛረብ ዘለኹ ኣመራርሓ ኣይነበረን ምድላው ኣይነበረን መደብ ውን ኣይነበረን ብዊንታ ዝኸይድ ዝነበረ ውግእ እዩ ብህልኽ ዝኸይድ ዝነበረ ውግእ እዩ ሓለፍቲ ከይፈለጥዎ ዝካየድ ዝነበረ ውግእ እዩ። ህዝቢ ኤርትራ ኣይተሳዕረን። እቲ መሪሕነት እዚ መንግስቲ እዚ ግን ተሳዒሩ እዩ። ሕጂ ወያነ ዝገብርዎ ዘለዉ ከም መቐጸልታን ምልክቱን እዩ። እቲ ናይ ኮምሽን ደብ ብሕጊ ባድመ ናይ ኤርትራ እያ ኢሉ ወሲኑ። ንእሽተይ ባድመ'ያ ንዓና ተዋሂባ። ብምሉኡ ጓል ጎላጉል ባድመ ኢትዮጵያ'ያ ወሲዳቶ። መሬትና'ዩ ከኣ። ኢትዮጵያ ዘይሓተትሉ ኣብ ከባቢ ጾሮና ተሰሊዑ ንኢትዮጵያ ዝተዋህበ መሬት ገዚፍ'ዩ። ብዝኾነ መዐቀኒ ዛላምበሳ፣ ብዝኾነ መዐቀን ናይ ኣህጉራዊ ናይ መግዛእታዊ ሕግታት ዛላምበሳ ንዓና እዩ ዝግባእ ናብኦም ከይድሉ ዓዲ ምሩግ ንሶም ዘይሓተትሉ ከባቢ ባዳ ናብኦም ከይድሉ ባድመ ሓንቲ ንእሽተይ ዓዲ መበገሲ ናይቲ ውግእ ስለ ዝነበረት ሽም ስለ ዝረኸበት ኢትዮጵያውያን ወይ መንግስቲ መቐለ ኤርትራውያን ኣበይ ከይበጽሓ ብውግእ ስዒርናየን ኢና እሞ እምቢ እንተበልና ኣበይ ዲየን ከይበጽሓ ዘስምዕ ዘረባታት እዩ ዘረባታት እዮም ዝገብሩ ዘለዉ። ዝኾነ ይኹን ሰብ ጥዑይ ኣእምሮ ዘለዎ ባድመ ንኤርትራ ክብል የብሉን ኢሎም ነቲ ውሳነ እቃወሙ ኣለዉ። ፍትሓዊ ኣይኮነን እውን ይብሉ ኣለዉ። ብዛዕባ ፍትሒ ክንዛረብ እንተኾይንና መግዛእታዊ መግዛእቲ ፍትሓዊ ኣይኮነን፣ መግዛእታዊ ውዕላት እውን ፍትሓዊ ኣይኮነን። ዝራኸቡን ዝፋለጡን ኣሕዋትን ህዝቢ ፈላልዩ፣ ዘይራኸቡን ዘይፋለጡን ህዝቢ፣ ብሓንሳብ ንክነብሩ ዝገበረ መግዛእታዊ ውዑላት እዩ። እዚ ናብቲ ዝነበሮ ክምለስ ስለዘይከኣል ብሕጊ ከም ሕጊ ጸዲቑ። ሕጊ ከኣ ልዕሊ ኩሉ እዩ። ሕጊ ሓጺር ክሰልኮ ይክእልን እዩ፣ ነዊሕ ከኣ ክዘሎ ይክእልን እዩ። እዚ ሕጂ ኣብ ሄግ ዝተወሰነ ብዛዕባ እዚ ዶብ ከኣ ሕጊ እዩ። ነዚ ሕጊ ጢሒሶም እንታይ ኣዴኽን ከይተምጻእክን ምባል እቲ ስዒርናክን ኢና እሞ ሕጂ ውን ከነሽካዕልለልክን ኢና እዩ እቲ ዘረባ። ድሩዕ ኣብዚ እዋንዚ ነይሩ ተዝኸውን እንታይ ምበሎ? ተጋጊኹም ከምቲ ፍራንክፈርት ዝበሎ ተጋጊኹም። ንዓና ሲዕርኩምና ነቶም መራሕቲ ዝነበርና ግን ንህዝቢ ኤርትራ ኣይሰዓርኩሞን ህዝቢ ኤርትራ ከኣ ይንዋሕ ሕጻር መሬቱ ከምልስ ኢሉ መለሰሎም ነይሩ ስለዚ እዚ ኣህግራዊ ሕጊ ከም ኣብ መቐለ ዝተጻሕፈ ጌርካ ዝምደር ዘሎ መቐጸልታ ናይቲ ስዕረት መቐጸልታ ናይቲ ውርደት ኮይኑ እዩ ንዓይ ዝረኣየኒ። ዝኸበርካ ህዝቢ ኤርትራ። ድሩዕ ብዓይኒ ጸቢብ ጉጅለ ህግደፍ ካልእ ገበናቱ ናብ መደርኡ ፈጺሙ እዩ። ድሩዕ ኣብቲ መደረ ቅዋም ክንትግብር ኣለና ኢሉ። ድሩዕ ኣብቲ መደርኡ ኩሉ ግዜ ውግእ ኣሎ ወያነ ክመጹኻ እዮም እንዳልና ንህዝቢ ከም ሽቁለል ጌርና ገዛና ከየጽረና ክንነብር ኣይኮናን ኢሉ ሓቁ ኣሎ ግን ንህግደፍ እዚ ገበን እዩ ነቶም ንዘልኣለም ኣብ ስልጣን ክነብሩ ዝደልዩ ነቶም ስልጣን ንህዝቢ ከይረክቡ ዝደልዩ ድሩዕ ዝተዛረቦ ቅዋም ተግብር ማለት ገበን እዩ። ተፋራሪምና ኢና ሕጂ ውግእ የለን ኢሉ ቅኑዕ ገምጋም ክገብር ከሎ እቲ ኣብ ስልጣን ዘሎ ስርዓት ወይ ጉጅለ ህግደፍ ከኣ እህ ሎሚ ወያነ ክመጹኹ እዮም ጽባሕ ወያነ ክመጹኻ እዮም እንዳለ ንህዝቢ ፈራሪሑ ኣብ ስልጣን ክቕጽል ዝደሊ ስለዘሎ ድሩዕ ከምኡ ክብል ከሎ ንዕኦም ገበን እዩ ምኽንያቱ እታ ንህዝቢ ዘታልሉላ ዘለዉ መሳርያ ይሰልባ ስለ ዘሎ። ድሩዕ እዚ ጥራይ ኣይኮነን ኢሉ። ኣብ ክልተ ሽሕን ሓደን ዓመተ ምህረት ብሓደ ናይ ብሕቲ ጋዜጣ ቃለ መጠይቕ ኣብ ሓደ ናይ ብሕቲ ጋዜጣ ቃለ መጠይቕ ገይሩ ነይሩ። እቲ ጋዜጠኛ ብዛዕባ ዘለዎ ርእይቶ መጻኢት ኤርትራ ከመይ ክትከውን ከም ዘለዋ፣ ብዝሒ ሰልፍታት ከመይ ክሰርሓ ከም ዘለዋ፣ ኣይነት ውድባት ክሳተፋ ከም ዘለወን ተወኪስዎ ነይሩ። ድሮ ኩሉ ኤርትራዊ ኢሉ መሊሱ። እንኮላይ እዞም ልምዳውያን ተቓወምቲ ናይ ነዊሕ እዋን ኣብ በረኻ ዝነበሩ እሞ ብመንግስቲ ኤርትራ ከኣ ከም ከዳዓትን ሓሙሻይ መስርዐኛታትን ዝቑጸሩ ክሳተፉ ኣለዎም ኢሉ ኣብ ሕምበት ኣስመራ ከሎ መጒቱ። ድሩዕ ቁኑዕ ነይሩ። ብሰለስተ ምኽንያታት። ቀዳማይ እዞም ሰባት'ዚኣቶም ኤርትራውያን እዮም። ዋላ ካብ ህዝባዊ ግንባር ዝተፈልየ ርእይቶ ሃልዎም ኤርትራውያን ብምዃኖም ናይ ዜግነት መሰሎም እዩ ኣብ ፖለቲካዊ ህይወት ናይቲ ሃገር ክሳተፉ። ካልኣይ ዝኾነ ይኹን ተቓናቓኒ ውድብ ንሓደ ውድብ ክኹንኖ ወይ ክፈርዶ ኣይግብኦን እዩ። እቲ ፍርዲ ህዝቢ እዩ ዝፈርድ። ነዞም ሰባት እዚኣቶም እፍተዎም እጽልኣዮም ህዝቢ እዩ ክፈርድ ዘለዎ እምበር ስልጣን ህዝቢ መንጢልካ ኣብ ክንዲ ህዝቢ ኮንካ እዚ ሓምሻይ መስርዕ እዩ እዚ ከዳዕ እዩ ምባል ብዓንደ ርእሱ ጉጉይ በታኒ እዩ ነታ ሃገር። ሳልሳይ ሰባት እንተተነጺሎም ሰባት ብሓይሊ እንተድኣ ካብ ሃገሮም ተሶጊጎም ሃገሮም ከም ዘይኣትዉ እንድሕር ተገይሩ ኣብ መወዳእታ ንሳቶም ውን ዝተመንዘዐ መሰሎም ብሓይሊ ክመልስዎ ክግደዱ እዮም። ሓይሊ ከኣ ህዝቢ ኤርትራ ኣብዚ እዋንዚ ኣየድልዮን እዩ። ተሓቋቒፉን ተሳንዩን እዩ ክነብር ዝግብኦ። ሓይሊ እንድሕር መጽዩ ውግእ ሓድሕድ ማለት እዩ። ስለዚ እዚ ብዓይኒ ህግደፍ ኩሉ ከዳዕዮ ኩሉ ሓምሻይ መስርዒ እንዳተባህለ ዝግለጽ ከም ኤርትራዊ መሰሉ ከይተረጋገጸሉ ኣብ ኤርትራ ሰላም ክርከብ ምዕባለ ክርከብ ማለት ሓመድን ዕደን እዩ። ድሩዕ ከኣ ንሱ እዩ ዝበለ። ካልኣይ ሓደ ተኣፋፊ ሕቶ ውን ኣልዒሉ ነይሩ ድሩዕ። ኣብቲ ቃለ-መጠይቕ፣ እዚ እንታይ እዩ? ምስ ታሪኽ ህይወቱ እቲ ጋዜጠኛ ምስ ሓተቶ፣ ንሜዳ ብኸመይ ወጺእካ ኢልዎ፣ ምስ መንከ ወጺእካ ኢልዎ፣ ድሩዕ ንሱ ሙሴ ተስፋሚካኤል ወጺኦ ኢሉ። ማለት ብዙሕ ዘይንዛረበሉ፣ ኣብ ዝኻድናዮ ኣኼባታት ግን ሕጂ ከም ዓቢ ሕቶ ዝለዓል ዘሎ፣ ብዛዕባ ኣብ ሰውራ ተቐቲሎም ዝበሃሉ፣ ተጋደልቲ እዩ ወይ ከኣ ንብረታዊ ቃልሲ ከለና ተቐቲሎም ዝበሃሉ ተጋደልቲ እዩ። ሙሴ ሓደ ካብቶም ዝተቐትሉ ተጋደልቲ እዩ። ህዝቢ ኤርትራ ብናጽነት ስለ ዝተዓዓሰ ብዛዕባ እዞም ኣብ ሰውራ ዝተቐትሉ ብዙሓት ተጋደልቲ መብዛሕትኦም ከኣ ዳርጋ ኩሎም ከኣ ምሁራት ብዙሕ ውን ብናጽነት ተደዓዒሱ ብዙሕ ኣይሓተሎምን እዩ ነይሩ ኣብ ከብዱ ጥራይ እዩ ሒዝዎ ነይሩ ግን እቲ ቆስልን በሰላን ነይሩ ነዚ ቆስልን በሰላን ከሕዊ ድሩዕ ስዉእ ሙሴ እምባል ነቶም ካልኦት ውን ስዉኣት እዩ ዝብሎም ዘሎ። ህግደፍ ግን ህዝቢ ኤርትራ ብዛዕባ ደቁ ብዛዕባ መስዋእቲ ደቁ ብሓርነት ዝተሰውኡ ደቁ ክንገር ከሎ ብዛዕባ ስድራ ቤታት ናይዞም ተጋደልቲ እዚኦም መስዋእቶም ኣይተነግሩ ኩሉ ግዜ ከዓ ቁስሊ ነይሩ ድሩዕ ነዚ ፈውሲ ነዚ ነዚ ቁስሊ እዚ ክፍውስ ኢሉ ምፍታኑ ቁኑዕ ንዩ ሰብ እንዳ ኣማትካ ቀቲልካ ንዘላኣለም ሓባቢእካዮ ክትነብር ኣይካኣልን እዩ ሎሚ ሓይሊ ክህልወካ ክእል ይከውን ፅባሕ ከ ምስ ሓይልካ እኮ ኣይንበር እዩ ድሩዕ መጀመርያ ነብሱ ኣንፅሁ ብካላኣይ ካኣ ነቲ ህዝቢ ኣብ ውሽጢ እቲ ህዝቢ ዕርቂ ጥራይ እዩ ዕርቂ ጥራይ እዩ ኣመልኪቱ ነዞም ሰባት እዚኣቶም ከም ስውኣት ቆጺርካ ንስድራቤቶም ኣደዓዒስካ እዩ ክኸውን ዘለዎ እምበር እዞም ሰባት እዚኣቶም ጸየቕቲ እዮም ከምዚ እዮም ከምዚ እዮም ኢልካ ኣብቲ ዝነበረ ኩነታት ዝኾነ መግለጺ ክወሃቦ ይኽእል እዩ ግን ምስ መድረኽ ሰብ እንዳለበመ ስለ ዝኸይድ ድሩዕ ከኣ ናይ ልቦና ምልክት እዩ ኣርእዩ እዚ ግን ዓቢ ገበን ኮይኑ ብህግደፍን ብገለ ገለ ሰባትን ንድሩዕ ንምንዋር ብታሕቲ ታሕቲ ድሕሪ እቲ ቃለ መጠይቕ ዘይተገብረ ነገር ኣይነበረን። እቲ ዝዓበ ገበን ድሩዕ ብዓይኒ ህግደፍ ዝፈጸሞ ግን እዚ ዝስዕብ እዩ። ድሩዕ እዚ ናይ ዶብ ምስሓብ ዝተበገሰ ውግእ ካብ መጀመርያ፣ ብሰላም ክንፈትሖ ኣሎና ኢሉ ምስ እሰያስ ተኻራኺሩ እዩ ይመኽሮ እዩ ነይሩ። ኣብ መወዳእታ ኣብ ኣልጀርያ መጺእካ እንተዘይፈሪምካ ህዝቢ ኤርትራ ክሓተካ ኢሉ ናይ ፋክስ መልእኽቱ ምስ ገበረሉ እሰያስ ካብ ድቃሱ ተባራቢሩ ከይዱ። ፖሊሲ ነይሩና ክበሃል እውን ኣይከኣልን እዩ። ብዊንታ ዝኸይድ ዝነበረ እዩ። ናይ ህልኽ ውግእ እዩ ነይሩ። ናይ ኢሳያስ ውግእ እዩ ነይሩ። ንሕና ስጋብ ሕጂ ኢድና ከምዚ ገይርና ክነመልክት ኣይከኣልናን። ሕጂ ግን ንግደድ። ኣበይ ነይርኩም ሽዑ ዘይትዛረቡ ክበሃል ይከኣል ክኸውን። በብመገድና። ክንሕተት ንኽእል ኢና። መን እንታይ ኢሉ ኣብ ዝተፈላለየ እዋናት ክሕተት ይከኣል እዩ። ግን እዚ ዝመጸና ዕንወት፣ እዚ ዝመጸና ሞት፣ እዚ ዝመጸና ምብራስ ናይ መንእሰያት እቲ ናይ ውድብ ሓድነት ኣፍሪቃ እማመ ተቐቢልና ኔርና እንተንኸውን ኣይመጸን ነይሩ። ድሩዕ ከኣ እዚ ዕንወትዚ ከይመጽኦ ከሎ ለሚንዎ እዩ። እቲ ቀንዲ ገበኑ ከኣ እዚ እዩ። ነብሲ ህዝቢ ኤርትራ ክፈልጥ ዘለዎ እቲ ቀንዲ ገበን ናይ ድሩዕ እዚ እዩ። ድሩዕ ጥራይ ኣይኮነን ከምኡ ኢሉ። ወዲ ሰለሙን ከምኡ ከምኡ ዓይነት ኣረኣእያ ከም ዝነበሮ ይንገር እዩ። ዑቕባብርሃ ከምኡ ዓይነት ኣረኣእያ ከም ዝነበሮ እንገር እዩ። በራኺ ብጭቡጥ ጽሒፍሉ እዩ ኣነ ዓው እንዳበልኩ እዛረብ ነይረ ኣየዋጽኣናን እዩ እዚ ውግእ ተዋሪድና ክንወጽእ ኢና እንታይ ንረክብ ነርና ከምኡ ምስ በልና ከኣ ባዕልና ንፈልጦ እዚ እቲ ገበን እዚ እዩ። ክቡር ህዝቢ ኤርትራ፣ ከምቲ ኣብ መግለጺ ኣብ መእተዊ ዝገለጽኩዎ ብዛዕባ ዘየሎ ሰብ ክትዛረብ ከቢድ እዩ ታሪኽ ስለ ዝኾነ። እቲ ኣነ ዝበልኩዎ ብኣነ ዝግምቶን ብኣነ ዝረኣየንን ብኣነ ዝፈልጦን ድሮ እንታይ ኣተሓሳስባ ኔርዎ እንታይ ኣረኣእያ ኔርዎ ገሊጸ ኣለኹ። ግን ካሴትዩ ሪኢኹም ባዕልኹም ክትፈርዱ ዩ እቲ ቀንዲ ዕላማ ናይዚ መደብዚ ስለዚ ግዜኹም ብዙሕ ከይወዳእኩልኩም ኮለኹ ኣብቲ መደረ ናይ ድሩዕ ክትሓልፉን ኣብኡ ንዕኡ ክትከታተሉን ብኽብሪ እዕድመኩም። የቐንየለይ።
ኣቐዲመ ናይዚ ዝሓለፈ ክልተ ወርሒ ንህዝቢ ኤርትራ ኣንጸላልይዎ ዝነበረ ሓደገኛ ኩነታት መኪቱ ስለ ዘፍሸሎ፣ ነቲ ናይ ሓደጋ ደበና ስለ ዝቐንጠጦ ንተባዕ መኸተ ሰራዊት ምክልኻል ኤርትራን መላእ ህዝቢ ኤርትራ ኣብ ውሽጥን ኣብ ደገን ዮሃና ክብል ኣፍቕዱለይ። እዚ ዮሃና'ዚ። ናይ ቀልዓለም ዘረባ ኣይኮነን እዚ ዮሃና እዚ ኣጋጣሚ ፈስቲቫል ስለ ዘሎ ከም ኩሉ ግዜ ልሙድ ቃል ስለ ዝኾነ ጥራይ ኣይኮነን ናይ ብሓቂ ንህዝቢ ኤርትራ ኣጋጢምዎ ዝነበረ ሓደጋ ብሓቂ ንሓቂ ሓደገኛ ስለ ዝነበረ። ዓለም ሙሉእ ውን ዋላ እቶም ፈተውትና ዝባሃሉ ናትና መጨረሻ ብማዓልታት ጥራይ ዘይኮነ ብሳዓታት ይቆጽሩ ከም ዝነበሩ ኣብ ውሽጢ ህዝቢ ኤርትራ ንምክልኻል ሓይልታቱ ኩሉ እቲ ዘለዎ እናገበረ ኣዴታት፣ ኣረግቶት ሽማግለታት ወራር ካብ ዝጅመር ብዘይ ዕረፍቲ ብዘይ ምግቢ እምህለላ ከም ዝነበራ ኣብ ወጻኢ ዘሎ ኤርትራዊ በቲ ናይ ዓለም ናይ መራኸቢ ብዙሓን ዝፍኖ ዝነበረ ኣሰቃቒ ዝኾነ ወረታት፣ ኣሻቓሊ ዝኾነ ወረታት፣ ክንደይ ካባኻትኩም እዩ ምግቢ ተሓሲሙ፣ ክንደይ ካባኻትኩም እዩ ክሰርሕ ምኽኣል ስኢኑ ነይሩ፣ ባዕልኻትኩም ትፈልጥዎ ስለ ዝኾንኩም ንዕኡ ኣነ ሕጂ ክደግመልኩም ኣይደልን። ሽግር ምስ ሓለፍካ ረሳዕ ተረሳዒ ስለ ዝኾነ ምናልባት ሎሚ ተቓሊሉ ይረኣ ይኸውን ግን እዚ ወራር እዚ እዚ ዝሓለፈ ወራር እዚ ናይ ብሓቂ ናይ ፈተነ ፈተነ ናይ መጨረሻ ሓደገኛ እዩ ነይሩ። ወያኔ ከኣ ናይ ብሓቂ ኣብዛ ወራር እዚኣ ኣጣላቅዮምና እዮም ነይሮም እንተበልኩ ምግሃድ ጥራይ እዩ ሓቂ ምዝራብ እዩ። ከምቲ ዝብሃል ባዕልኻ ብእዝንኻ እንድሕር ዘይሰሚዕካዮ ጌጋ ይኽልኣለይ እምበር ከምቲ ዝብሃል እናበልካ ምዝራብ ፅቡቕ ስለዝኾነ ጭፍራ ወያነ ናይ ብሓቂ ኣሚኑ ነይሩ ንህዝቢ ኤርትራ ክስዕር ንሃገረ ኤርትራ ክምብርክኽ ኣብ መወዳእታ ከይኮነሉ ምስተረፈ ከይተፈለጦ እንታይ ኢሉ መስለኩም? ምክልኻል ኤርትራ ንህዝቢ ኤርትራን ስዒሩና እምበር ንመንግስቲ ኤርትራ ስዒርናያ ኔርና ኢሉ። ወያኔ ከምኡ ኢሉ እንተኾይኑ ሓቁኹም ጽቡቕ ሕራይ ንብል ንሕና ከኣ ናይ ህዝብን ምክልኻል ኤርትራ መኸተን ዓወትን እቲ ዝለዓለ ዘሐጉሰና ስለ ዝኾነ ከም ኣባላት ናይ መንግስቲ መጠን ወያነ ጭፍራ ወያነ እቲ ዘድልዮ ምቅርራባት ንወራር ምስ ወደኤ ብምስምስ ናይ ዘይቀጥታዊ ዝርርብን ኤርትራ ኣቐዲሙ እቲ ክልተ ሰነዳት ይፈረም ብምባላን፣ ኤርትራ ንናይ ሰላም መስርሕ ከም ዝዓንቀፈት ኣምሲሉ ንወራሩ፣ ተበጊሱ ሓደ ካብቲ ኣብ ሓንጎልኩም ክመጽእ ዝኽእል ሕቶ፣ መንግስቲ ኤርትራ ኣብ መወዳእታ ድሕሪ እዚ ወራር እቲ ክልተ ሰነዳት ከይተፈረመ፣ ዘይቀጥታዊ ዝርርብ ክትገብር ካብ ከኣለት፣ ኣቐዲማ ኣብ ማዝያ ኣብ ኣልጀርስ ወያኔ ምፍራም ምስ ኣበየ ናብ ዘይቀጥታዊ ዝርርብ ኣትያ ነይራ ተትኸውንስ እዚ ውግእን እዚ ወራርን ብሰንኩ ዝሰዓበ ጉድኣትን ምተወገደ ዶኾን ነይሩ ይኸውን ዝብል ሕቶ ክመፀኩም ባህርያዊ እዩ። መንግስቲ ወያነ ምኽኒት ይደሊ ስለዘሎ ንወራር ምኽኒት ክትከልኦ ኣየድልን ዶ ነይሩ እዩ? ዝብል ሕቶ ይመጸኩም ይኸውን። ሓቂ እዩ፣ ወራር ከምዚ ብጻይ ኣልኣሚን ክብሎ ዝጸንሐ ኣዕናዊ ስለ ዝኾነ፣ ንሕና ከኣ ዘይንቕበሎ ስለ ዝኾንና፣ ካብ መጀመርይኡ መርገጺና እውን ንምጥቃም ሓይሊ ዝኹንን ካብ ነበረ፣ መታን ውግእ ከይከፍት ወያነ ዕድል ክንከልኦ ናብ ዘይቀጥታዊ ዘረረባ ኣብ ማዝያ ስለምንታይ ዘይኣተና ዝብል ሕቶ ይመጽእን ክግምገም ዘለዎን እዩ። ይኹን እምበር ከምቲ ቅድሚ ሕጂ እውን ዝተዘራረብናሉ ወያነ ካብ ግዜ ናብ ግዜ ሓድሽ ቅድመ ኩነታት እናምጸ ዓለም ድማ ወያነ ኣብዩ እሞ ምእንቲ ጽቡቕ ድሌት ኤርትራ ሕድገታት ትግበር እናበሉ መመሊሶም ካብ ኤርትራ ሕድገታት ይሓቱ ስለ ዘለዉ ስለ ዝነበሩ ኣብ ሓደ ደረጃ ንሕና ኩሉ ግዜ ሕድገታት ጥራይ ክንሕተት የብልናን፣ ናይ ገዛእ ርእስና ቅድመ ኩነት ደኣ ኣይነቕርብ እምበር፣ ፍትሓዊ ዝኾነ ነገር ክንጠልብስ ኣገዳሲ እዩ ምባል ኣገዳሲ እዩ። ይኹን እምበር ኣብቲ ናይ ኣልጀርስ ካብ ዕለት ዕስራን ትሽዓተን ማዝያ ክሳብ ሓሙሽተ ጉንቦት፣ ብዘይ ፍረ ዝወጸ ዘይቀጥታዊ ዝርርብ፣ ውድብ ሓድነት ኣፍሪቃን እቶም መሻርኽቱን ንክልቲኡ ልኡኻት ነናብ ዓድኹም ተመለሱ፣ እንደገና መምስ መንግስትኹም ተማኢጥኩም ካልእ ግዜ ርክብ ክጽዋዒሞ መፍትሒ ዝኸውን ሓሳባት ኣጽኒዕኩም ጽንሑ እዮም ዝበሉ እምበር ኣብ ዕጹው ማዕጾ ስለ ዝበጽሐ እቲ ናይ ሰላም መስርሕ ሞይቱ እዩ ወይ ኣብቂዑ እዩ ኣይበሉን። ስለዚ ንወያኔ ኩናት ንምኽፋት ምኽንያት ኣይነበራን። ግን ንሱ ጥራይ ኣይኮነን ብኡ ንብኡ ናይ። ቤት ምኽሪ ጸጥታ ናይ ሕቡራት ሃገራት፣ Security Council፣ ሓደ ፍሉይ ልኡኽ ሰዲዱ ነቲ ኣብ ኣልጀሪስ ተቋሪጹ ዝነበረ ዘይቀጥታዊ ዝርርብ ንኽቕጸል ፈተነ ገይሩ እዩ። ኣብቲ ፈተነቲ ክልተ ዝተፈላለዩ ሓሳባት በብተራ መጺኦም እዮም። እቲ ቀዳማይ መፍትሒ ሓሳብ ክልቲኣቶም ወገናት ንቤት ምኽሪ ፀጥታ ሕቡራት ሃገራት ነተን ክልተ ሰነዳት ተቐቢሎም ከተግብሩወን ቅሩባት ምዃኖምን ነቲ ዝርዝራዊ ናይ ትግባሬ ቅጥዒ ክመያየጥሉ ብዘይቀጥታዊ ዝርርብ ቅሩባት ምዃኖምን ብጽሑፍ ናብ ባይቶ ጸጥታ ክሰዱ ዝሓትት ነይሩ። ኤርትራ ተቐቢላቶ፣ ስርዓት ወያነ ግን ነጺጋቶ። ስርዓት ወያነ ምስ ነጸገት እቲ ልኡኽ ናይ ባይቶ ጸጥታ፣ እንደገና ካልእ ሓሳባት ኣምጺኡ። እቲ ሓሳባቱ ድማ ሓደ ንድፊ ውሳኔ ብባይቶ ጸጥታ ክወጽእ፣ ንሱ ድማ ባይቶ ጸጥታ፣ ንክልቲኦም ወገናት ኣዘራሪቡ ከም ዝበጽሖ፣ ክልቲኦም ወገናት ነቲ ክልቲኡ ሰነድ ተቐቢሎም ከተግብርዎ ቅሩባት ምዃኖምን ንዝርዝራዊ ናይ ትግባሬ ቅጥዒ ብዘይ ቅድመ ኩነት ክዛረቡ ቅሩባት ምዃኖምን ከም ዘረጋገጸን ዋሕስ ንሱ ክኸውን ከም ዝኽእልን ውሳኔ ከሕልፍ ዝብል እማመ ኣቕሪቦም። ብወገን ኤርትራ ሕጂ እውን ነዚ ተቐቢላቶ። ስርዓት ወያኔ ግን ኣይተቐበሎን ጥራይ ዘይኮነ፣ ነቲ ልኡኽ ንሕና ኣብ ሓጺር ግዜ ኲናት ክንከፍት ኢና፣ ዝተታሕዘ ቦታታትና ከኣ ብሓይሊ ከነምልስ ኢና ኢሉ ብብድዐ ተዛሪቡ። እቲ ልኡኽ ናብ ባይቶ ጸጥታ ክምለስ ከሎ፣ ናብ ኒውዮርክ ማለት'ዩ፣ ስርዓት ወያኔ ኲናት ኣብ ሓጺር ግዜ ክኸፍት ከም ምዃኑ ይፈልጥ ነይሩ። ኤርትራ ግን ነቲ ጉዳይ ብሰላም ክትፈትሖ ትደሊ ጥራይ ዘይኮነ፣ ነቲ ናይ ውድብ ሓድነት ኣፍሪቃ ናይ ሰላም ውጥን ከም ትቕበሎ፣ ዋላ ነቲ ንግዜኡ ተቋሪጹ ዝነበረ ዘይቀጥታዊ ዝርርብ እውን እንደገና ከይዳ ክትቅጽሎ ቅርብቲ ምዃና ይፈልጥ ነይሩ ማለት እዩ። ይኹን እምበር ባይቶ ጸጥታ ክልቲኦም ወገናት ኲናት ደው ከብሉ ጥራይ ኢሉ እዩ ጸዊዑ። ወያኔ ከኣ ዕለት ዓሰርተ ክልተ እቲ ወራሩ ብዘይ ሕብእብእ ምኽንያቱ ኣብዚ እዋን እዚ ኣጸቢቑ ተኣማሚኑ ስለ ዝነበረ መመኽነይታ እውን ክፈጥር ኣይደለየን። ኤርትራ ጀሚራቶ ክብል እውን ኣይደለየን። ባዕልና ንጅምሮ ኣለና ኢሉ ብኣዋጅ ጀሚርዎ። እቲ ዝሰዓበ ብጻይ ኣልኣሚን ብዝርዝር ገሊጽዎ ስለ ዝኾነ ኣብኡ ኣይዛረብን እየ። እቲ ጉዳይ ግን ዓለም ነዚ ቁሉዕ ወራር ኣይኮነኖን። ዝኾነ ይኹን ስጉምቲ ክወስድ እውን ቅሩብ ኣይነበረን። እዚ ንዓና ንኤርትራውያን ሓድሽ ነገር ኣይኮነን። ኣብቲ ዝሓለፈ ግዜ እውን ኣብ ዝሓለፈ ናይ ናጽነት ታሪኽና እውን እንፈልጦን ዝተረዳእናዮን ነገር እዩ። ኣብቲ ዝሓለፈ ዝገበርኩዎ ሰሚናር እውን፣ ዓለም ንሕና ባዕልና መኪትና ወራር እንተዘይ ኣፍሺልና ምእንቲ ፍትሕን ርትዕን ኢላ ኣብ ክንዳና ጠጠው ከምዘይትብል ክንፈልጥ ኣለና ኢልና ነይርና ኢና። ብዝኾነ፣ ገምጋም ክግበር ከሎ ግን ክንመሃሮ ዝግበኣና ነገራት ኣሎ። ምናልባት ኣብቲ ወተሃደራዊ ኩነታት ገምጋም እውን ብመንግስቲ ደረጃ ክሳብ ዝግበር ክትዛረብ ኣይትኽእልን ኢኻ። ግን ነፍሲ ወከፍ ኤርትራዊ ብዛዕባ ወራርን ሳዕቤኑን፣ ክግምግም መሰል ኣለዎ። እዚ ወራር እዚ ከምቲ ኣቐዲመ ዝበልክዎ ተሳዒሩ እዩ። እቲ ስዕረቱ ድማ ንህዝብን መንግስትን ኤርትራ ከምበርክኽ ሓሲብዎ ዝነበረ ዕላማ ንሱ እንተዘይሰሊጥዎ ዓሰብ ሒዙ መዋገዪ ክገብር ዝነበሮ ዕላማ ስለዝፈሸረ ተሳዒሩ'ዩ። ንሕና ኤርትራውያን ከኣ ተዓዊትና ኢና። ግን ንሕና ኤርትራውያንከ ሙሉእ ብሙሉእ ተዓዊትናዶ ዝብል ሕቶ ግን ብክውንነት ክንገጥሞ ኣለና። ንወያኔ ንክንስዕር ብኽንድዚ ክሳራ ክኸውን ኣይንደልዮን ኢና ነይርና። ኣብ ወተሃደራዊ ግጥም ክትደፍእ ክትድፋእ ናይ ግድን እዩ። ምናልባት ንህዝብና ኣብዛ ወራር እዚኣ፣ ብግቡእ ክንደፍእ ንኽእል ክንድፋእ ንኽእል ብዝግባእ ዘይቀረብና እንድሕር ኮይንና ንሕና ከም መንግስቲ መጠን ጉድለትን ድኻምን ኣለና። ኣብቲ ጉድለትን ድኻምን ክብል ከለኹ ግን፣ ክንድፋእ ንኽእል እኳ እንተኾንና፣ ጸላኢ ዝኣተዎ ቦታታት ገፊሕ ብምዃኑ፣ ጻዕቂ ህዝቢ ዝቕመጠሉ ስለዝኾነ፣ ገሊኡ እቲ ቀንዲ ንመላእ ህዝቢ ኤርትራ ናይ ምግቢ መፍረዪ ኣከባቢ ብምዃኑ እቲ ዝወረደና ጉድኣት ቀሊል ኣይኮነን። ስለዚ ምሉእ ብምሉእ ኣይተዓወትናን ክንብል ከለና ወይ ክብል ከለኹ፣ ክሳብ ክንድዚ ዝኣክል ጉድኣት ክመጸና ኣይነበሮን ካብ ምባል ኢዩ። ኣብ ልዕሊ ህዝብና ወሪዱ ዘሎ ጉድኣት ቀሊል ከም ዘይምዃኑ ኣምባሳዶር በራኽን ብጻየል ኣሚንን ገሊጾሞ ኢዮም። ኣብ ውሽጢ ኤርትራ ዝቕመጥ ህዝቢ፣ ሰለስተ ሚልዮን እዩ እንተኾነ ካብኡ ልዕሊ ሓደ ሚልዮን ክዛናበል ከሎ እንታይ ማለት ምዃኑ ርዱእ እዩ። ስለዚ ነዚ ክዛረብ ከለኹ ኣነ እቲ ዝሓለፈ ተዓዊትናሉ ስለ ዘለና ጽቡቕ እዩ። ወያነ ምኽኣል ስኢኑ ኣላሽ ኢሉ'ኳ እንተሎ፣ እቲ ዕላምኡ ስለ ዘይገድፍ፣ ንድሕሪ ሕጂ ከጋጥመና ዝኽእል ጸገም ከሎ ጌና ክንዳለወሉን ክንቅረበሉን ማህሰይትና ከነጉድልን ኣገባብ ስለ ዝኾነ እዩ እዚ ክውንነታዊ ገምጋም ምግባር ዘድሊ። ኣብቲ ናይ ሰላም ዝርርብ በቲ ዝነበሮ ክቕጽል ይኽእል ነይሩ። ግን እዚ ወራር እዚ ንመረዳእታ ናይ ዓለም ስለ ዘዛናብሎ ኣብቲ ናይ ሰላም መስርሕ ስምብራት ይገድፍ እዩ። ኣብ ተስዓን ትሽዓተን ለካቲትን መጋቢትን ጸላኢ ባድመ ስለ ዝሓዘ ወያነ ሓድሽ ቅድመ ኩነት ከቕርብን ዓለም ነቲ ሓድሽ ቅድመ ኩነት ከተኮማስዖን ንዓና ከኣ ሕድገታት ክንገብር ክጸቕጠናን ተራእዩ። ሎሚ ኣብ ግንቦት ክልተ ሽሕ ዓመተ ምህረት ድማ፣ ወያነ ባዕሉ ወራር ከም ዘካየደ ከይሓብአ እንከሎ መሬት ክሕዝ ስለ ዝኸኣለ ካብ ገለ ቦታታት ናይ ዕርዲ መከላኸሊና ክደፍእ ስለ ዝኸኣለ ዓለም ነቲ ሓድሽ ኩነታት ኣብ ባይታ ምቕባል ዝብል ከኳማስዕ ጀሚሩ። ብዝኾነ ኣብ መወዳእትኡ ግን ክምብል በለ እምበር ኣይተኻዕወን ከምዝበሃል፣ ወያነ ዕላምኡ ስለዘይወቕዔ ኣብ መወዳእታ፣ ፈትዩ ዘይኮነ ተገዲዱ ወያነ ኣብ ናይ ሰላም መኣዲ ጠረጴዛ ኮፍ ክብል ተገዲዱ እዩ። ዋላ እቲ ናይ ሰላም ዝርርብ እንደገና ተጀሚሩ ከሎ ዕንቅፋታት እናፈጠረ፣ ዓሰብ ክሳብ ዝሕዝ መዓልታት ይወስድ ነይሩ። ከይኮነሉ ግን ተሪፉ። ጸላኢ ዓሰብ ሒዙ ነይሩ እንተዝኸውን እቲ ናይ ሰላም መስርሕ ኣብ ዓቢ ሓደጋ ምኣተወ ነይሩ። ብሓይሊ እንተዘይኮይኑ ብሰላማዊ መንገዲ ንምውጽኡ እውን ዳርጋ ኣይምተኻእለን ነይሩ ክበሃል ይከኣል እዩ። ካብ ዓሰብ ብሓይሊ ንምውጻእ ከኣ ቀሊል ኣይምኾነን ነይሩ። ስለዚ እቲ ኣንጸላልዩ ዝነበረ ሓደጋ ቀሊል ኣይኮነን። ነቲ ድሕሪኡ ዝሰዓበ ናይ ሰላም መስርሕ ብግቡእ ንምክትታል ክትፈልጥዎ ምእንቲ ግን፣ ውድብ ሓድነት ኣፍሪቃ ቅሉዕ ወራር ናይ ወያነ ምስ ተጀመረ ኵናት ደው ንምባል ብዙሕ ጻዕሪ ገይሩ። ብፍላይ መንግስቲ ኣልጀርያ ፕረሲደንት ቡትፍሊቃ ናቱ ፍሉይ ናቱ ፍሉይ ልኡኽ ሚስተር ኦያሕያ ናይ ብሓቂ ንታሪኽ ምእንቲ ከረጋግጸልኩም እደሊ፣ ንድሕነት ናይ ኤርትራ ተጓይዮም እዮም። ዓለም ኩላ ንናይ ወያነ ፕሮፓጋንዳ ኣሚና፣ ሎሚ ዶ ጽባሕ ዶ ኣስመራ ክኣትው እዮም እናተባህለ ከሎ ፕረሲደንት ቡትፍሊቃ ኣብ ናይ ወሽመጥ ሃገራት ዑደት እናሃለወ ከሎ ዑደቱ ኣቋሪጹ ናብ ኣስመራን ኣዲስ ኣበባን መጺኡ ኲናት ደው ክብል ወያኔ ኩናት ደው ኣይብልን እየ ምስ በለ ከኣ እምበዓር ብመሰረት እቲ ናይ ሰላም ውዕል ሓይልታት ምክልኻል ክልቲኦም ሃገራት ናብቲ ናይ ሽዱሽተ ግንቦት ተስዓን ሸሞንተን መስመር ብቐጥታ ክምለሱ ኤርትራ መጀመርያ ሰራዊታ ናብኡ ክትስሕብ ስርዓት ወያነ ድማ ወይ ኢትዮጵያ ድማ ናብ ሽዱሽተ ግንቦት ክትስሕብ ምዃና ቃል ክትኣቱ ዝብል ኣዋጅ ኣውጺኡ። እዛ ኣዋጅ እዚኣ ከምዘላታ ክትሪኣ ከለኻ፣ ንኤርትራ ጥራይ ሰራዊታ ክትስሕብ ጠሊቡ ንኢትዮጵያ ግን ክትስሕብ ምዃና ጥራይ ቃል ትእቶ ዝብል ስለዝኾነ ሰንኮፍ ኣዋጅ ይመስል ዝኸውን ወይ ሌላን ጉሌላን ዝገብር ኣዋጅ ይመስል ይኸውን። ኣበየናይ እዋን፣ ኣበየናይ ሰዓት፣ ኣበየናይ ደቒቕ እዩ እዚ ኣዋጅ እዚ ወጺኡ ምስ ትፈልጥ ግን ናይ ብሓቂ ንድሕነት ኤርትራ ተባሂሉ ዝወጸ እዩ። ስለዚ ካብ ህዝቢ ኤርትራ ምስጋና ይግብኦ። ምኽንያቱ መንግስቲ ኤርትራ ድማ እንታይ ዕድል ረኺባ ነቲ ወያኔ ምስምስ ዝገብሮ ዝነበረ ኣሰሓሓቢ ዝበሃል ቦታታት ኤርትራ ዘላቶ እሞ ብመሰረት ናይ ሰላም ውጥን ክትወጾ ዝግባእ ዝበሃል ዝነበረ ቦታታት ጌና ኣብኡ ስለ ዘላ ውግእ ደው ኣይነብልን ኢና እሞ ኣብቲ ዘሰሓሕብ ቦታ መዓስ ኮንኩም ኣቲኹም ዘለኹም ደኣ ኣብ ካልእ ቦታታትን ኣብ ዕምቆትን ኢኹም ኣቲኹም ዘለኹም ስለዚ ክትወጹ ኣለኩም ክበሃል ከሎ ቀዳማይ ሚኒስተር መለስ ዜናዊ እንታይ ከም ዝበለ ትዝክሩ ኢኹም። ተወራዝዩልና እዩ። ኣብ መንጎ ክልተ ነጥብታት እቲ ዝቐረበ ርሕቀት ቅኑዕ ሕንጻጽ እኳ እተኾነ፣ ሓደ ሓደ ግዜ ግን ለዋይ ሕንጻጽ እቲ ዝቐረበ እዩ ኢሉ እንታይ ማለቱ እዩ? ኣብ መንጎ ክልተ ነጥብታት ኣብ መንጎ ክልተ points straight line እዩ እቲ ዝሓጸረ ስለዚ ነቲ ሒዞምልና ኣለዉ ዝብልዎ ዝነበሩ ቦታታት ኢትዮጵያ ናብኡ ጥራይ ውግእ ክትገብሩ ይግበኣኩም እንተበልዎም ኣብ ክንዲ ንዕኡ ንሕዝ ንሕና ካልእ ቦታ ሒዝና ኣጋፊሕና ከይፈተነው ደሓር ነቲ ቦታ ከም ዝገድፍዎ ክንገብር ኢና ኢሉ እዩ ተዋራዚዩልና ነይሩ። እታ ጻውዒት ናይ ፕረሲደንት ቡትፍሊቃ እምበኣር ንኤርትራ እንታይ ዕድል ሂባ? እታ ወያነ ውግእ ኣይገድፍን እየ ዋላ ኣብ ዘየሰሓሕብ ቦታታት ከይደ ክሕዝ ይግብኣኒ እዩ ኢሉ ዝጥቀመላ ዝነበረ ምኽንያት፣ ኤርትራ ንናይ ፕረሲደንት ቡትፍሊቃ ጻውዒት ብምኽባር ካብቲ ዘሰሓሕብ ቦታታት ሰራዊታ ስለ ዝሰሓበት፣ ካብ በዓል ዛላምበሳ፣ ባዳም፣ ቡሬን ማለት እዩ፣ ብድሕሪኡ ስርዓት ወያነ ውግእ ንምቕጻል ይኹን፣ ዋላ ልዑላዊ መሬት ኤርትራ ሒዙ ንምጽናሕ ዝኾነ ይኹን ምኽንያት ከም ዝኽላእ ተገይሩ። ስለዚ ኣብ መወዳእታ ዋላ ብመሰረት እቲ ናይ ሰላም ውዕል ክንገብሮ ዝነበረና እኳ እንተኾነ ኣብቲኣ ኣሸጋሪ ዝነበረ እዋን ኣልጀርያ ነቲ ጻውዒት ብምቕራባን ንሕና ተቐላጢፍና ነቲ ስጉምቲ ብምውሳድናን ኣብ ቅድሚ ዓለም ወያኔ ድሕሪኡ ናይ ወራር መመኽነይታ ተኸሊኣ ክበሃል ይከኣል። ምናልባት እቲ ገሊኡ ምስሓብ ናይ ሰራዊትና ኣብ ሕቖና እንዳተወጋእና ከለና ዝገበርናዮ እዩ። ግን ነቲ ጉዳይ ዘዕውተና ስለ ዝኾነ ብጀካ እቲ እንዳንሳሓብና ተወጊእና ምዃንና እቲ ኣንሳሒብና ዝኸድናዮ ቦታታት እውን ከምቲ ዝገደፍናዮ ቦታ ዝበለጸ መዋግኢ ዋላ ኣይኹን እምበር ብፖለቲካውን ዲፕሎማስያውን ሜዳ ኣጸቢቑ ከዕውተና ክኢሉ፣ ብወተሃደራዊ ሜዳ እውን ኣይከፍኣናን ኣብ መወዳእትኡ መኪትና ብወተሃደራዊ መንገዲ እውን ንወያኔ ክንስዕሮ ስለዝኸኣልና ናይ ክልቲኡ ዓወታት እዩ። ሓደ ካብቲ ወያኔ ዝደልዮ ዝነበረ ከምቲ ቅድሚ ሕጂ ኣብ ዝሓለፈ ርክብና ዝተዛረብኩዎ ዕላማ ናይ ወያኔ ንህዝብን መንግስትን ኤርትራ ምምብርካኽ፣ እንተዘይተኻኢሉ ከኣ እቲ ጉዳይ ከምዘይዓርፍ እናገበርካ ኣብ ዘዝተዳሎኻሉ ወራራት እናካየድካ ክሳብ መጨረሻ ዕላማኻ ትወቅዕ ቅሳነት ከምዘይህሉ ምግባር እዩ ነይሩ። ናትና ዕላማ ከምቲ ቅድሚ ሕጂ ዝተዛረብናሉ ብዝተኻእለ መጠን፣ ሰላማውን ሕጋውን ፍታሕ ምርካብ እንተኾይኑ ብዝሓፀረ መንገዲ ከምዝመፅእ ምግባር መዓልቦ ምርካብ እዩ። ኣብቲ ፕረሲደንት ቡትፍሊቃ ኣብ መጀመርያ ናይ ዕስራታት ኣብቲ ርሱን ኲናት ዝነበረሉ እዋን፣ ብዛዕባ ናይ ሽዱሽተ ግንቦት ቦታታት ኣበይ እዩ ኣብ ዝበሃለሉ ዝነበረ ወያኔ ምእንቲ መዕረቢ ከይረክብ ኤርትራ ትፈልጦ እያ ባዕላ ትስሓብ ካበይ ኣሞ ክትወጸልኩም ትደሊ ትደልዩ ክበሃል ከሎ ኣይንገልጽን ኢና እናበሉ እቲ ጉዳይ መዕረፊ ከምዘይረክብ ክገብሩ እዮም ዝሓስቡ ነይሮም። ስለዚ ብወገንና እቲ ናይ ሽዱሽተ ግንቦት ዝበሃልን ዋላ ኣብ ገሊኡ እውን ኣብ ባዳን ኣብ ቡሬን ዋላ ንሶም ዘይነበርዎ ሽዱሽተ ግንቦት ዘይነበርዎ ካብዝን ካብዝን ቦታታት ወፂና ኣለና ምባልና ንወያኔ ነቲ ነቲ ሽግር ብዘይ መዓልቦ ክቕጽል ዝደልይዎ ዝነበሩ ዕድል ከሊእናዮም ማለት እዩ። እምበኣርከስ ኣብ ናይ ኣልጀርያ ካልኣይ ግዜ እቲ ዝርርብ ምስ ተጸውዐ ንዕለት ዕስራን ትሽዓተን፣ እቲ ዝርርብ ዕለት ሰላሳ ተጀሚሩ። ኣብ ዕለት ሰላሳ ውድብ ሓድነት ኣፍሪቃ፣ ኣልጀርያ ማለት'ዩ፣ ሓደ ናይ ውዕል ሰላም ንድፊ ወረቐት ኣቕሪቦም።